ሰላም ሰላም ሰላም ፋሚሊ እንታይ ኢና ንሰምዕ ዘለና ኣብ ጀርመን ትቕመጥ ኤርትራዊት ቲክቶከር ካርማ ሃትማል ስነ ስርዓት መርዓ ፈጺማላ እንቋዕ ሓጎሰኪ ርሑስ ጋማ እንዳበልኩ እየ ካርማ ኣብ ኣፍሪቃ እንከላ ምስ ዓብ ኮይነ ኢና ንኤርትራ ክዋጋኣ እኮ ብለካ ኣለዉ
ነቲ ቦታትካ ዝተሰውእሉስ ነቲ ዕፅምቲ ስዋኣት ዝወደቀሉ ሃገርሲ ደቡ ክትጥሕስ ምስ ባዕዲ ኮንካ ታይታይ እዚ ብቻ ይኾን እዚኦምን ካልኦትን ኣብዚ መደብ እዚ ክንከታተል ኢና።

ሰላም ሰላም ሰላም ፋሚሊ ሰላምኩም ይብዛሕ እዚ ሳሚ ሪኣክት እዩ እንኳዕ ላብና ሳሚ ሪኣክት ዩቱብ ቻናል ብሰላም መፃእኹም ዝተፈላለዩ ትኩሳትን ሓደሽትን ቪድዮታት ሒዘልኹም መፅየ እኔኹ ሰብስክራይብ እና ላይክ ብምግባር ናዚ ቻናል እዚ ቤተሰብ ምዃን ከይትርስዑ ኢኹም ኹልኹም ሰብስክራይብ ስለ ትገብሩለኹም ብጣዕሚ እየ ለምስግን ሰብስክራይብ ለይገበርኻ ትርኢ ለለኻ ግን ሰብስክራይብ ግበር ላይክ ግበር ክል ይደሊ ዳይላ ቪድዮታትና ንቐፅል እሺ ፋሚሊ በቲ ፈለማይ ቪድዮና ንቕፅል ኣለና ሰናይ ምክትታል።
ሎሚ ወጋሕታ ኣብ ዝተፈላለያ ኣብያተ ማእሰርቲ ተገፊፎም ተኣሲሮም ዝነበሩ ኤርትራውያን ናብ ኤርትራ ተጠሪዞም ኣለዉ ካብ ኢትዮጵያ ማለት እዩ ብሰፊሑ ምናልባሽ ብዛዕባኡ ብድሕሪ ፅባሕ መደብ ክህልወና ይኸውን ምስ ኣብርሃም ማለት እዩ ምስ ኣብርሃም ፋ ግን ክሳብ ሽዑ ምናልባሽ ብዛዕባ እዚ ጉዳይ ሕጂ ይኮነን ተጀሚሩ ነዊሕ ዝገበረ እዩ ምናልባሽ ሓድሽ ነገር ኣይኮነን ክትብሉ ትኽእሉ ኢኹም ግን ዝሓሸ ነገር የለን እንታይ እዩ ተቐይሩ ጥራሕ እቲ ነቶም ኣሕዋትና ክፈሉ ዝብልዎም ዝነበሩ ገንዘብ ብተዓፃፃፊ እዩ ወሲኹ ዘሎ ክሳብ 10 ሽሕ ዶላር ንሓደ ሰብ ይሓቱ ኣለዎ ማለት እዩ ሕጂ ኣብኡ ከዓ ናይ ዩኤንኤችሲኣር ወይ ከዓ ናይ ስደተኛ ወረቐት ዘይነበሮም ኣሕዋትና ጥራይ ኣይኮኑ ናብኡ ዝግፈፉ ዘለዉ ኢቨን ካብዚ ደገ ክዛወሩ ኢሎም ዝኸዱ ናይ ወፃኢ ሃገር ፓስፖርት ዘለዎም ኤርትራውያን ከይተረፉ ተገፊፎም ተኣሲሮም ገንዘብ ከፊሎም ዝወፁ ኣለዉ ኣሕዋትና ማለት እዩ ስለዚ እቲ ኩነታት ዋላ ሓንቲ ኣይተመሓየሸን ዘይኮነስ ገዲድዎ ኣሎ ማለት እዩ እቲ ምስጓግ ከዓ ኣይተቋረፀን ስለዚ ኣብ ዝተፈላለዩ ኣብያት ማእሰርቲ ዝነበሩ ኤርትራውያን እንድሕር ትፈልጥዎ ኮይንኩም ሓደ ካብኦም ቻፒ ሓውና ማለት እዩ ዝርከብዎም ብርክት ዝበሉ ኤርትራውያን ሎም መዓልቲ ሰጒጉ እሞ ክሳብ ክልል ዓፈር ደሃይ ነይርዎም ክሳብ ቲዶም ማለት እዩ ድሕሪኡ ግን ደሃዮም የብልናን ማለት እዩ ስለዚ ዝኾነ ዝተመሓየሸ ነገር የለን ሰው እንታይ ክብለኩም ደለ እቶም ኣሕዋትኩም ኣብ ኣዲስ ኣበባ ዘለኹም ቀንዲ ንዓኹም እያ ተመልእኽቲ ማለት እዩ ምክንያቱ ንዓኣቶም ካብ ንዛረብ ንዓኹም ክንዛረብ ስለ ዝሓይሽ ሓደራ ንኣሕዋትኩም ምኸርዎም መዓድዎም ኣዲስ ኣበባ ሕጂ ሰይፍ ኣይኮነን ንዝኾነ ይኹን ኤርትራዊ ማለት እዩ ሴፍ ስለ ዘይኮነ ተጠንቀቁ ምንቅስቃሳትኩም ኣወግዱ ምንቅስቃሳትኩም ቀንሱ በልዎም ብፍላይ ለይቲ ንከይዛወሩ ብፍላይ ቶም ወረቀት ዘይብሎም ሰባት ቀሲኖም ከይዛወሩ ማለት እዩ መብዛሕትኦም ከዓ የብሎምን ብፍላይ እዞም ኣብዚ ዳሓረዋይ ኣርባዕተ ዓመት ዝኣተዉ ዝኾነ ይኹን ወረቐት የብሎምን ናይ ስደተኛ ስለዚ ንሳቶም ሃይ ሪስክ እዮም ዋላ ኣለዉ መሓዙት ናብቲ ናይ ኣሜሪካ ኤምባሲ ናይ ኢትዮጵያ ዝሰርሑ ተወኪስናዮም ዝኾነ ይኹን ወረቐት ዘይብሉ ዘይተመዝገበ፣ Undocumented፣ ስደተኛ እንድሕር ኮይኑ ከም ዝግፈፍ እዮም ሓቢሮምና ዋላ ንሶም ማለት እዩ ኣረጋጊጾምልና እዮም። ሜሮን ንዓኻ ክሰደልካ እታ ዝጸሓፉለይ መልእኽቲ ማለት እዩ። ስለዚ ኣማራጺ የለን። እቶም ካብዚ ተነባብርዎም ኣሕዋቶም ምኸርዎም፣ መዓድዎም፣ ልዕሊ እቲ ዘድልዮም ገንዘብ ኣይትስደድሎም ሓደራ። እቶም ኣዲስ ኣበባ ዘለኹም ኣሕዋት ኣይትቀየሙኒ ግን ንድሕነትኩም ክንብል ኢና ልዕሊ እቲ ናይ ክራይ ገዝኦምን ዝተወሰነ ናይ ጅብኦምን ናይ ስቤዝኦምን ሲ ገንዘብ መስተይ ዝኸውን ብፍላይ ገንዘብ ተማስዩ ዝገብሮም ገንዘብ ኣይንስደደሎም ሓደራ ንኣሕዋትና ባዕልና ኢና ንበላዕ ንህቦም ዘለና ማለት እዩ ምስ ተገፈፉ ከዓ እልቢ ዘይብሉ ኣሽሓት ዶላር ከዓ ክፈሉ ንበሃል ኣለና ኩሉ ናባና ይትዕዳ ማለት እዩ ስለዚ በጃኻትኩም ነቶም ንኣሽቱ ኣሕዋትኩም ምኸርዎም መዓድዎም በቃ ንስኹም ኢኹም ክተስምዕዎም ትኽእሉ ፐርከ ንስኻትኩም ኢኹም ትጥውርዎም ማለት እዩ እቲ ዝስደድ ገንዘብ ብዝተኻእለ መጠን ብመጠን እንተኾነ ተናቢብና እንተሰደድናዮ ሓንቲ ወርሒ ክትከውን ከላ ሓደ ሓዎም ክሰደሎም እቲ ሓንቲ ወርሒ እቲ ሓደ ሓዎም እቲ ሓንቲ ሓፍቶም እንተገበርናዮ ተደራራቢ ሓዋላ ከይከውን እሞ እዞም ቆልዑት እንድሕር መስተይ ገንዘብ ዝኸውን ረኺቦም ናይ እንዳጫት መኸዲ ገንዘብ ተረኺቦም ግድነት እዮም ከምኡ ክገብሩ ክደፋፍኡ ገንዘብ ተደይሃልዎም ግን ኣትሊስት ኣብታ ገዝኦም ኮፍ ክብሉልና እዮም ስለዚ ሕማቅ ኣይኮንኩን ዝዛረብ ዘለኹ ንድሕነቶም ክንብል ኢና ኩነታት ኣዲስ ኣበባ እንዳኸፍአ እዩ ዝኸይድ ዘሎ እቲ መንግስቲ ኢትዮጵያ እውን ምስጓግ ኣየቋረጾን ስለዚ ክሳብ ዝተጻፈፈ ሓበሬታ ሰውኒ ክነምጻልኩም ኢና ግን እቲ ዘሎ ሓድሽ ሓበሬታ እዚ እዩ ማለት እዩ እዚኣ ይክብለኩም ደለ ካልእ ግን ናብቲ ፀንሓትኩም ቶፒክ ተመለሱ ኣብ ጀርመን ትቅመጥ ኤርትራዊት ቲክቶከር ካርማ ትማሊ ስነ ስርዓት መርዓ ፈጺማ ኣላ እንቋዕ ሓጎሰኪ ርሑስ ጋማ እንዳበልኩ እየ ካርማ ኣብ ኣፍሪቃ እንከላ ኣብ ስነጥበባዊ ስርሓት ድራማ ፊልምታት ምስራሕ ትሳተፍ ኔራ እያ ኣብ ጀርመን ምስ መጸት ድማ ቲክቶኮር ኮይና በታ ካርማ ፈዛዝ ትብል እያ ትፍለጥ ፈዛዝ ዝተባህለትሉ ምኽንያት ባዕላ ኮይና ንእታ ኣካውንታ ናብ ፈዛዝ ቀይራቶ ኣብቲ እትገብሮ ናይ ቲክቶክ መደብ ቁሩብ ፍዝዝ ፍዝዝ ስለ ትብል ኣንታተይ ኣዚኣ ፈዛዝ ክብልዋ ምስ ጀመሩ ሰባት ባዕላ ናብ ካርማ ፈዛዝ ቀይራቶ ማለት እዩ ካርማ ፈዛዝ ትማሊ ትምርዖ ከም ዘላ ፈሊጠ ኔረ ግን ክሳብ ሕጂ ዘየቅረብክዎ ከጻሪ ስለ ዝጸናሕኩ እየ ከይተረደኣ ፈዚዛ ከላ ዝተመርዓወቶ ከይከውን እወ ምናልባት ዜና ምስ ዘርጋሕናያስ ዋእ ኣነ ኣይተረደኣንን ክምርዖ ከለኩ ፈዚዘ እየ ኔረ ከይተረደኣኒ እየ ተመሪዐ መታን ከይትብለና ኢልና ሓደ መዓልቲ ዕድል ሂብናያ ማየት እዩ ሕጂ ግን እቲ መርዓ ካብ ዝፍጸም ዕስራን ኣርባዕተን ሰዓት ስለ ዝሓለፈ ናይ ብሓቂ እዩ ማለት እዩ ካብ ድማ ሓፍተይ ርሑስ ጋማ ግበረልኪ ፈዛዝ እኳ ኣይትመስልን ፈዘዝ እናበለት እያ ስራሓ ትገብር ነይራ ተን ካልኦት ደቂ ኣንስትዮ ከዓ ሃየ ኣርክበኣ ንዓና ዜና ኣስራዓና ነቲ ሰብ ከዓ ኮመንት ኣፅሕፍኦ እስኽን ከዓ ናብ መርዓ ውላድ ናብ ቁም ነገር ናብ ሰናይ ነገር ትሰጋገራ ማለት እዩ የሳእንና ጋዜጠኛ ነሽነሽ ካብ ሃገረ ጀርመን የቐንየለይ። ባባባባባ ኣታ ጋይስ ዋ ኣብ ሕልሚ ድዮ ዘለኹ ወላ ምርዳእ ኣብኒ ዋ ካርማ ድያ ወላ ሕጂ እኮ ቢለ እናጎንፀሉ ክገለ መፅእኒ ናይ ኣብ ሕልሚ እየ ዘለኹ ተስየ ዶ ከለኹ ምዃኑ እንታይ ስምዓኒ ኣሎ ይሕመኒ ኣሎ ይሕመኒ ኣሎ ዋላ ቆንጠየ ነብሰ ገለ ተስየ ኣለኹ መረግጣ ወጊሑ ኣሎ ኣንታ ማይ ተሓፂበ ክምለስ ገለ ቁሩብ ተተበራበርኩ እስከ ማይ ተሓፂበ ክመልስ እየ ቁሩብ ተተረዲእኒ ማለት እዩ ማይ ተሓፂበ ክመለሰኩም እየ ጋይስ
ጋይስ ተሓቂ ካሊእ ኮይኑ ፅንሑና ናታ ፀገም ዘይኮነስ ናቱ ፀገም እዩ ኢሎሞ እሱ እዩ ኣብ ልዕሊኣ ብጣዕሚ ሓያል ስቅያት ሓያል በደላታት ኣውሪዱላ ኢሎም ባጋይስ ጓል ጎቲሱ ገዛ እንዳኣተወ ኣብ ልዕሊኣ ብጣዕሚ እናፈራርሓ ቀትላ ስካብ ብካራ ዘፈራርሐሉ ግዜ እውን ነይሩ ኢሎም ወጋይስ ስለዚ ንሕና ብቪድዮ ስለ ዝመፀት ናታ ሙሉእ ብሙሉእ ናታ ፀገም ኢልና ንሕና ክንፈርዳ ኣይንኽእልን ስለዛ ሰብዚ ኣብ ልዕሊኣ ብዙሕ ደብዳብ ኣውሪናላ ብዙሕ ካብ ዓለም ንክትጠፍእ ሰብ ንክትጸልኣ ብስብስ ንክትበሃል በቃ ሂወታ ንክትጸልኣ ተሓኒቓ ንክትመውት ገርና ጋይስ እቲ ጸገም ግን ናታ ኣይኮነን ኢሎሞ ናቲ እዩ ብጣዕሚ እዩ ስዲ ኢሎሞ ጋይስ ብጣዕሚ እዩ ስዲ ብጣዕሚ እዩ ኣሳቅይዋ ኣሳቅይዋ ብጣዕሚ ኣብ ልዕሊኣስ ብጣዕሚ ጓል እናደረበ ናብ ገዛ ደቂ ኣንስትዮ ሒዙ ናብ ፀ ብጣዕሚ እዩ ብጣዕሚ እያ ስለዚ እሳ ከዓ ምስ በዝሓ ንኡ ንክተሕርቕ ኢላ እያ ምስ ሓደ ነጀርያዊ ምንም ኣይገበረትን እና ተሳዓዓመት ኣይተሳዓዓመትን እውን ብሓንሳብ እዮም ነይሮም ኢሎሞም ጋይስ ስለዚ እዛ ሰብ እዚኣ እዛ ሰብ እዚኣ ጸገም የብላን ጸገም ኣብኡ እዩ ጋይስ ስለዚ እዛ ሰብ እዚኣ ጸገም ኣብኡ እስካብ ዝኾነ ድረስ እዛ ሰብ እዚኣ ክትረጋጋእ ኣለዋ ጋይስ ክትረጋጋእ ኣለዋ ምስ ዓቢ ኮይኑ እየ ንኤርትራ ክዋጋኣ እኮ እብለካ ኣለኹ
ነቲ ቦታትካ ዝተሰውእሉስ ክት ነቲ ዕጽምቲ ስውኣት ዝወደቐሉ ሃገርሲ ዶቡ ክትጥሕስ ምስ ባዕዲ ኮንካ እዚ ትሕቲ ሃገራዊ ሞት ትሕቲ ሃገራውነት ኣጥቂዕካ ኣሎ ኣይኮነን።
ማሃገራዊ ነበር ካንስኻዳ። ኣይኮነን።
ከመይዳ። ስለምንታይ ምስኡ ኮይነ ክስዕሮ መስለካ ህግደፍ ወላ ምስ ጸላ ይብለካ ኣለኹ ምስ ጸላ ምስ ናይጀርያ ንኤርትራ ክሃርማያ ተላትኒ ክኸትት እየ ስለምንታይ ይኸትት መሲልካ ንህግደፍ ጉዳይ ኣለካ ምስ ኩላትና ቀዳማይ ነገር ሓንሳብ ቀዳማይ ነገር ናይጀርያ ብኻልእ ጉዳይ ምስ ብዙሕ ህዝቢ መንእሰይ ኤርትራ ኣብ ግጭት ኣትዩ ዘሎ ሃገር እዩ ስለዚ ንስኻ መሊስካ ምስ ናይጀርያ ኮንካ ኢኻ ካልእ ሓንሳብ ሓንሳብ ሓንሳብ ሜሪ ጸላኢ ዝኾነ ጸላኢ መጽዩ ንኤርትራ ካጥቂዕ ድብል ጸላኢ መጽዩ ንኤርትራ ንህግደፍ ስርዓት ኤርትራውያን ኣብ ሃገርኩም ክትነብሩ ኢኹም ንህግደፍ ምሳይ ተቃለሱ ድብል በቃ ኣለኹም ሱ ክስለፍ እየ ስለምንታይ ይስለፍ ምስ ህዝቢ ኤርትራ ዝቃለሱ ዘለዉ ናይጀርያ ዘይከተትካ ኣንጻር ናይጀርያ ናይ ምንታይ ከ ፀበንጀር እያ እንታይ ገይረምኒ ኣብ ምንታይ መፅኦምኒ
ኣብ ብዙሕ እንዲም ዝመፁ ዘለዉ እንዲ ዞም ድሉ ዘሉ ዞም መንእሰያት
እጂ ብሰንኪ ምን ይኸም ዝኾይና መሲልካ ብሰንኪ ስርዓት ህግደፍ ኣሕዋትካ ኣብ ዓድን ከቢረን እንዝኾና ኣብ ከምዚ ደረጃ እየን ምውደቀን ነይረን ኣብ ከምዚ ደረጃ ዘውደቀን ግን ህግደፍ እዩ። በቃ ሐራይ በቃ ወዲ ጋሽ ሓወይ ወ ጽቡቅ ኣለኻ ትብሎ ዘለኻ ጽቡቅ እዩ ኣድኒቀካ ኣለኹ ኣነ ቀጽሎ ኣነ ጸገም የብለይ ምሳኻ ኣጆኻ ቃልስኻ ክዕወት እየ ድደሊ ኣነ ጥራሕ ከም ሓሳብ ከም ሓውኻ ህድእ በል ኢካ ጥራሕ እምበር ካልእ ኣጆካ ንፍትሒ ደው ምባል ቀጽሎ ፍትሒ ጥለብ ኣብ ሃገርካ። ኣብ ምንታይ እያ ህድእ በል ትብለን ዘላ ኣታ እዚኦም ጊፍቲ ዝሰድሉ ይድለኹም ኣነ ብጊፍቲ ጊፍቲ ዝሰድለኹም ኣነ ዋላ ሓንቲ ኣነ ነገር ብዛዕባ የለን።
ገንዘብ ዋ ሰደልኩ ኣዚኣ ሓቅኻ ሓንቲ ኣብጀ ሜሪ ሓቅኻ እዚኣ ብዛዕባ ጊፍቲ ጊፍቲ ብጊፍቱ ብሚልዮናት ክኸውን ኣለዎ እምበር በዚ ተራ ጊፍቲ ገለመለ ኣይትሕሰቦ በሎም

ኣበይ ዘሎ ህዝቢ ኣብ ኤርትራ ሓወይ ያላ ክነብለኩም ደሞ ጽራሕ መወድቃሽ ሓወይ ሕጂ ሳይ ክንገብር ኣብታ ዝነበረት ቁም ነገር ክንኣቱ ብጀካ ኤርትራ እምበር ኢትዮጵያ ጉዳይ ኢትዮጵያ ነቶም ተወልጀን ነቶም ከዳዓትን ገዲፍናልኩም ኣለና ኢትዮጵያ ክብል ከለኹ ዘሰይ ማለት እዩ እቲ እዞም ኣዲስ ኣበባ ዘለዉ ናይ ብርጌድ ንሓመዱን እዞም ተፀመትን እንታይ ፍልልዮም ተልካስ ዘሰይ ኣስፕሪን ኣስፕሪን እቲኦም ምስ ምስቶም ኢትዮጵያውያን ተጋሩ ምስኦም ይሕሸና ብሉ ኣለዉ እቲኦም ከዓ ምስ ወዲ ብሻሻ ኣለዉ ደሴም ኣስፕሪን ኣስፕሮ እዩ እቲኦም ምስ ሕወሓት ነይሮም ከምዚ ካምበያ እዮም ከተቃየሮም ዘለዉ እቶም ኣብ ኣዲስ ኣበባ ዘለዉ በዓል ኪሮስ ምስ ሕወሓት ነይሮም ቅድም ድሕሪኡ እንታይ ኣበዲላቶም ኢሎ ነሶም ፈልጥዎ ናብ ኣበ ከይዶም እቲኦም ከዓ ምስ ኣበ ተደሚሮም ነይሮም ናብ ሕወሓት ተፀሚዶም ካምብያ እዩ ሕጂ ኣነ ብ ከምዚ ህዝበይ ረሲዐ ብ ከምዚ ሁተታ ብማንም ከዳዓትን ገለመለን ብ ተወልጄን ገለመለን ክምራሕ ኣይደልን እየ ኣብ ከምዚ ክነብር ፍቃደኛ ኣይኮንኩን this all the same።
ኦኬ ፋሚሊ ሎማዓንቲ ልሓት ዝኾኑ ቪድዮታት እዚኦም መስሉ ነይሮም ኣብ ቐፃሊ ብልገራርሙ ቪድዮታት ሒዘልኩም ክምለስ እየ እስካብ ሽዕቲ ግን ሰብስክራይብ እና ላይክ ምግባር ኣይትርስዕ ኢኹም ፒስ ኣውት